ክቡራት ተዓዘብቲ ብርክት ዝበሉ ሓበሬታታት ናብ ዩቱብ ምስ ትጽዓኑ ኣቐዲሙ መልእኽቲ ወይ ድማ ኖቲፊኬሽን ክበጽሓኩም ዜናታት ብእዋኑ ንክትከታተሉን እዚ ዩቱብ ቻናል ሳብስክራይብ ብምግባር ናይ ደወል ምልክት ምጥዋቕ ኣይትረስዑ። ነቲ ስርዓት ብልጽግና ዘካይዶ ዘሎ ግጉይ ምንቅስቓሳት ዝምልከት ማሕበረሰብ ዓለም፣ ጸለውቲ ሰባት፣ ሰበስልጣናትን ስርዓት ብልጽግና ኣብቲ ዝካየድ ዘሎ ሓደገኛ ተግባራት ደው ንኸብል ብተደጋጋሚ እዋን ጻውዒታት እናቕረቡ ይርከቡ ኣለዉ። ሓደ ኣባል ፓርላማ ናይ ሃገረ ፈረንሳይ ዝኾነ በዓል ስልጣን፣ ትማል ነቲ ኢትዮጵያ ንባሕርን ኣፍደገ ባሕርን ተካይዶ ዘላ ምንቅስቓሳት ዝምልከት መልእኽቲ ኣሕሊፉ ይርከብ ኣሎ። ኢትዮጵያ እተካይዶ ዘላ ውዑይ ምንቅስቓሳት፣ ኣብ ኤርትራን ኢትዮጵያን ሓሊፉ ኣብ ልዕሊ ጎረባብቲ ሃገራትን ህዝብታትን ምልዕዓል ንኽፍጠር ሓደገኛ ሳዕቤን ከም ዘለዎ ብምግላጽ፣ ኣብ ልዕሊ ስርዓት ብልጽግና ጸቕጥታት ክግበር ጻውዒታትን ኣቕሪቡ ይርከብ። እዚ ፈረንሳዊ ኣባል ፓርላማ ሂብዎ ዘሎ መግለጺ፣ ኢትዮጵያ ሓይላ ተጠቒማ ክትውንኖ እትሕልን ዘላ ሕማቕ ኣብነት ንኻልኦት ሃገራት ከም ዝኾነ ብምግላጽ፣ ኢትዮጵያ ሓይሊ ይሃልዎ ኣይሃልዋ ብዘየግድስ ናይ ካሊእ ሃገር ክሊ ቂሕ ባሕሪ ወደብን ክውንን እየ ኢላ ብቕሉዕ ብዘይ ምቁራፅ ጎስጓሳት ክትገብር ከምዘላ ብምሕባር እዚ ድማ ነተን ኣፍደገ ባሕሪ ዘብለን ሃገራት ሕማቕ ኣብነት ከምዝኾነ ብምግላፅ ፈረንሳይ ኣብ ልዕሊ ኢትዮጵያ ፀቕጢ ክትገብር ኣተሓሳሲቡ። ፖለቲካዊ ኩነታት ኣፍሪካ እቲ ንግዚኡ ናብ ረብሓ ኤርትራ ተጠምዚዙ ዘሎ ኣብ ክልተ ሽሕን ዓሰርተ ሸሞንተን ኣብ ዞባ ቀርኒ ኣፍሪካ ዝመፀ ቀይዲ በተኻዊ ለውጢ ንሓይልታት ምዕራብ ፍፁም ናብ ተዓዘብቲ ቀይሩ ነይሩ ከምቲ ፕሬዚዳንት ኢሳያስ ኣፈወርቂ ብግልፂ ዘቕመጦ ሓዲዳት ከኣ ፕሬዚዳንት ዶናልድ ትራምፕ ዝወሰዶ ተባዕ ስጉምቲ ኣብ ዞባ ቀርኒ ኣፍሪካ ዓብይ እጃም ገዲፉ እዩ ክበሃል ይከኣል። ብመንጽር ታሪክ ክግምገም እንከሎ፣ መስርሕ ሰላምን ኤርትራን ኢትዮጵያን ድሕሪ ሽሕን ትሽዓተ ሚእትን ሓምሳን ዞባና ንፈለማ እዋን ጉዳያቱ በገዛእ ርእሱ ተዛትዩ ከጻፍፍ ዘኽእል ባይታ ከንጽፍ ተኻኢሉ ኢዩ። ህዝብታት ኤርትራን ኢትዮጵያን ንነዊሕ እዋን ዝኸደ ሓባራዊ ቃልሲ ኣካይዶም ኢዮም። እዚ ካብ ሓምሳታት ዝጀመረ ሓባራዊ ቃልሲ ኣብዚ ሕጂ ዘለናዮ ኣገዳሲ ግን ድማ በዳህ መድረኽ ንምብርከኽ ኣኽኢሉና ተተባህለ ከኣ ካብ ልክዕነት ኣይሓልፍን። ህዝቢ ኢትዮጵያን ኤርትራን ኣንጻር ስርዓታት ንጉሳዊ ስርዓት ሃይለስላሰን ፋሽስታዊ ስርዓት ደርግን ዓሌታዊ ስርዓት ጃንዳ ማለሊትን ዘካይድዎ ናይ ስሳ ዓመታት ሓባራዊ ቃልሲ ነቲ ኣብ ክልተ ሽሕን ዓሰርተ ሸሞንተን ዝተጋህደ ቱርበትካዊ ለውጢ ክርቢት ኮይኑ ጥዋፍ ብርሃን ክኹልዕ ኣኽኢልዎ እዩ። እዚ ታሪካዊ ባህሊ ምትሕግጋዝን ሓባራዊ ርድኢትን ንቲ ኣብ ክልተ ሽሕን ዒስራን ብጃንዳ ማለሊት ዝተወልዐ ኩናት ኣድህቦ ክህቡን ክኢሉ እዩ። ጃንዳ ማለሊት ኣብ ኣርባዕተ ሕዳር ክልተ ሽሕን ዒስራን፣ ዕስራን፣ ኣብ ልዕሊ ፌደራላዊ ሓይሊ ምክልኻል ኢትዮጵያ ሃንደበታዊ መጥቓዕቲ ብምኽፋት መንግስቲ ብሓይሊ ካብ መንበረ ስልጣን ክኣሊ ኣብ ዝሃቀነሉ እዋን ህዝቢ ኤርትራ በራውር ደቁ መዋእ ብምኽፋል ኣብ ኢትዮጵያ ጸጥታዊ ርግኣት ከስፍን ክኢሉ እዩ። ኣብቲ ድሒሩ ብከደምቲ ጃንዳ መለሊት ዝተሰምዐ ስነ-ኣእምሮኣዊ ወራር እውን ህዝብታት ኢትዮጵያን ኤርትራን No More ህዝባዊ ምንቅስቓስ ብምብጋስ ስርኑዕ ዝኾነ ቃልሲ ኣካይዶም ምንባሮም ይዝከር። ስትራቴጂካዊ ዝምድና ህዝብታት ኤርትራን ኢትዮጵያን ብግብሪ ዝተራእየሉ ቃልሲ፣ ክኸውን እውን ክኢሉ ነይሩ እዩ። ኣገዳስነት ዘለናዮ መድረኽ ንምርዳእ፣ ኣብ ትሽዓተ ሓምለ ክልተ ሽሕን ዓሰርተ ሸሞንተን ዝተኸተመ ስምምዕ ሰላምን ምሕዝነትን ምድህሳስ ኣገዳሲ ይመስለና። ህዝብታት ኤርትራን ኢትዮጵያን ነቲ ኣብ ልዕሊኦም ዝተኣወጀ ናይ ስሳ ዓመታት ምትፍናን፣ ደማዊ ኲናትን መድረኻትን በጣጢሶም ኣብ ክልተ ሽሕን ዓሰርተ ሸሞንተን ታሪኻዊ ዝኾነ መንገዲ ክኸድሉ ዝወሰኑ ዓመት ምንባሩ እውን ኣይርሳዕን። ኣብ ሽሕን ትሽዓተ ሚእትን ሓምሳን ዝጀመረ ደማዊ ዝምድና ኣብ ሽሕን ትሽዓተ ሚእትን ተስዓን ሓደን ሓድሽ መድረኽ ጋሊሁ እኳ እንተነበረ፣ ኣብ ሽሕን ትሽዓተ ሚእትን ተስዓን ሸሞንተን፣ በታ ብመስዋእቱ ዘኤርትራ ኣብ ኣራት ኪሎ በትረ ስልጣን ዝጨበጠት ጸባብ ጉጅለ ኲናት ተሳዊሩ፣ ህዝብታት ኤርትራን ኢትዮጵያን ድማ ኣብ ሓድሽን ሓደገኛን ናይ ጥፍኣት ጎደና ከም ዝኣቱ ተገይሩ ነይሩ ኢዩ። ኣብ ክልተ ሽሕን ዓሰርተ ሽዱሽተን ዝጀመረ ፍኑው ተቓውሞ ህዝቢ ኢትዮጵያ፣ ነታ ብሃገራት ምዕራብ እናተደጎመት ህዝብታት ኤርትራን ኢትዮጵያን ብመትከል ትዓይይ ዝነበረት ዓሌታዊት ጉጅለ ጃንዳ ማለሊት ካብ ስልጣን ቦንቂሱ፣ ፖለቲካዊ ጹናሚ ክዳረግ ዝኽእል ፖለቲካዊ ነውጺ ኣብ ዞባና ኣንጊሱ ክበሃል ይከኣል። ንስርዓት ኣልበሽር ካብ ሱዳን እውን ለኪሙ ዝኸደ ሓድሽ ንፋስ ፖለቲካዊ ኩነታት ዞባ ቀርኒ ኣፍሪካ፣ ነታ ንልዕሊ ሰላሳ ዓመታት ንዞባና ገቢታ ማለት መዳኾ ንግብሪ እከያት ዝቐየረት ኤሜርካ ብሓያል ነፍጢ ናዕ ኣቢሉ ንፀድፊ ከፅድፋ ፍፁም ኣይተገደበን። ዞባ ቀርኒ ኣፍሪካ ድሕሪ ምኽታሙ ዝሑል ኩናት ንፈለማ እዋን ንፋስ ሰላምን ምትሕግጋዝን ከርእውን ደቒቕ ኣይወሰደሉን ነይሩ። እዚ ኩሉ ግን ብጽፍዒ ሻዕብያ ተሰጊሩን ወያነ ብዕረቑን ኣዕረቑን ክዛዝሞ ተዓዚብና ኢና። ብድሕሪኡ ዝሰዓበ ግን ዝተፈላለየ ባህርያት ኣብይ ኣሕመድን መርገጺታቱን እዩ። ኢትዮጵያ ኣብ ቀይሕ ባሕሪ ኣፍደገ ክትውንን ናይ ህላዌኣ ሕቶ ምዃኑ ኣምባሳደር እታ ሃገር ኣብ ቤልጅየም ሉግዘምበርግን ትካላት ሕብረት ኤሮፓን ኣቶ ግሩም ኣባይ ተገሊጹ ነይሩ። ንሱ ብቋንቋ ኢንግሊዝ እንትሕተም ብመንግስቲ እትውነን ጋዜጣ ዘ ሄራልድ ኣብ ዝገበሮ ቃለ መጠይቕ ኢትዮጵያ ብኻመይ መንገዲ ዘየቋርፅ ውሕስነት ኣፍደገ ባሕሪ ትውንን ዝብል ጉዳይ ኣብዚ እዋንዚ እቲ ኣገዳሲ ክኸውን ዘለዎ ሕቶ ምዃኑ ኣስሚርሉ። ሓያላት ሃገራት ኢትዮጵያ ኣፍደገ ባሕሪ ክትውንን መሰል ከምዘለዋ ይእመና እየን ዝበለ እቲ ኣምባሳደር እቲ ዝስዕብ ነጥቢ ብኻመይ ኣገባብ ንጎረባብቲ ሃገራት ትእምን እዩ ክብል ኣገንዚቡ። ሓደ ካብኡ ድማ ምስ ጎረባብቲ ሃገራት ዘለዋ ጥቡቕ ዝምድና ብምጥቃም ዝካየድ ዘተን ምርድዳእን ምዃኑ ኣምባሳደር ግሩም ኣሚቱ። ኣቐዲሙ'ውን ኣብ ኢትዮጵያ ከተማ ኣዲስ ኣበባ ኣብ ጉዳይ ቂሕ ባሕርን ጸጥታን ብዝምልከት ኣብ ዝተኻየደ ዋዕላ፣ መንግስቲ ኢትዮጵያ ንሕቶ ወደብ ብጅምላ መንገዲ ከቕርብ ከምዝተማሕጸነ ጋዜጣ ዘ ሪፖርተር ሓቢራ እያ። እቲ ብኢንስቲትዩት ሚኒስትር ጉዳያት ወጻኢ ኮሌጅ ሚኒስትር ምክልኻልን ተወዲቡ፣ ብዕስራን ኣርባዕተን መስከረም ዝተኻየደ ኣብ ጉዳይ ቀይሕ ባሕርን ዋንነት ወደብን ኣተኲሩ ዝተጋበእ ዋዕላ፣ ኣፍደገ ባሕሪ ንዘይብላ ኢትዮጵያ ማዕረ'ተን ካልኦት ንቀይሕ ባሕሪ ዝጓየሉ ዘለዋ ሓያላን ሃገራት ሓያል እትኾነሉ ሓደ መንገዲ ኣብቲ ክሊ ማይ ዝህልዋ ጽልዋ ምስ ዝዓቢ ጥራይ'ዩ ምዃኑ'ዩ ሓቢሩ። እቲ ብኢንስቲትዩት ሚኒስትር ጉዳያት ወጻኢ ኮሌጅ ሚኒስትር ምክልኻልን ተወዲቡ ብዕስራን ኣርባዕተን መስከረም ዝተኻየደ ኣብ ጉዳይ ቀይሕ ባሕርን ዋንነት ወደብን ኣተኲሩ ዝተጋበእ ዋዕላ ኣፍደገ ባሕሪ ንዘይብላ ኢትዮጵያ ማዕረ'ተን ካልኦት ንቀይሕ ባሕሪ ዝጓያሉ ዘለዋ ሓያላን ሃገራት ሓያል ዝኾነሉ ሓደ መንገዲ፣ ኣብ ተኽሊ ማይ ዝህልዋ ፅልዋ ምዝዓብ ጥራይ ምዃኑ እዩ ሓቢሩ። ምክትል ዋና ዳሪክተር ኢንስቲትዩት ሚኒስትር ጉዳያት ወፃኢ ኢትዮጵያ ኣቶ መሳፍንት ተፈራ ኣብቲ ዋዕላ ኣብ ዝሃቦ መግለፂ፣ ኢትዮጵያ ካብ ፖለቲካ ቀይሕ ባሕሪ ገሊልካ ምቕፃል ስለዘይከኣል ኣብዚ ጉዳይ እዚ ግዲኣ ክትፃወት ኣለዋ ከምዝበለ የመልኪቱ።

እቲ ዝበሎ ናይ ዓንጃል ዘረባ፣ ዘረባ ሃገሩ ሓይሊ ባሕሪ ናይ ምውናን ጥሙሕ ከም ዘለዋ ዘርኢ እዩ። ከም ሳዕቤኑ ከኣ ንሶማል ሰጊሩ፣ ምስ ሶማሌላንድ እውን ውዕሊ ኣትዩ። እዚ ብኹለን ጎረባብቲ ሃገራት ዘይተደገፈ ተግባር እዩ። ብደቂቃ ሓሳብ ዝሓለፈ ውሳነ ኮይኑ እውን ኣይስመዐካን። ምኽንያቱ ኣብይ ኣሕመድ ነቲ ክመጽእ ዝኽእል ሳዕቤን ብኣግኡ ክግንዘቦ ዝኽእል፣ ዝኽእል ዓቕሚ ኣይተዓደሎን። ድሒሩ ግን ኩነታት ፖለቲካ ቀርኒ ኣፍሪካ ዝተገንዘበ ኣብይ ኣሕመድ፣ ጀነራል ዓሊ ብርሃን ዘምዝግቦ ዘሎ ዓወት ተዓዚቡ ክዕረቕ ይደናደን እዩ ዘሎ። ካብኡ ንላዕሊ ኣሻቒልዎ ዘሎ ጉዳይ ግን ጉዳይ ምስ ኤርትራ ዕርቂ እዩ። ኣብይ ኣሕመድ ምስ ፕረዚደንት ኬንያዊ ዊልያም ሪቶ ተራኺቡ ኣሎ። ብሕጂ ከኣ ምስ መንግስቲ ኤርትራ ዕረቐኒ እዩ ዝብል ዘሎ። ናይ ኣብይ ዘረባ ግን በዚ ኣየብቅዕን እዩ። ኣብይ ኣሕመድ ጳጳሳትን ሊቃውንትን ካህናትን ኣኪቡ ብዘይካቲ ኩነታት ዞባና ዘስምዖ ኣሰልቻዪ መደረ ብዛዕባ ሃይማኖትውን ኣስተምህሮ ክህብ ውዒሉ ከይኣኽሎ ባዕሉ ንቀርኒ ኣፍሪካ ሓዊ እናኣገደሉ ሰላም ኢና ዘለና ክብል እዩ ተዛሪቡ። እቶም ሊቃውንቲ ካህናት ነቲ ብዛዕባ ሃይማኖት ዘስምዖ ዲስኩር ዋጋ ከይሃቡ ድሕሪ ደጊም ኢትዮጵያ ካብ ውግእ ክትሕየብ ኣኽሪሮም ተማሕጸንዎ። እዚ ሓድሽ ሰበኻ ኣብ ዓቕሙን ዘይዓቕሙን ኣብ ሞይኡን ዘይሞይኡን ኣትዩ ክትንትን ዘይስ። ከፍ ካብ ድሩት ዝፍልጠቶም ሰባት ዘይሓይሽ፣ ኣብ ዝወዓሎ ዘይቐውም፣ ላንጋ ላንጋ ዓይነት ሰብ ምዃኑ ክኽሻሕ ዳርጋ ግዜ ኣይወሰደን እዩ። ሓደ ካብ ጠንቂ ምብትታን ኢትዮጵያ እቲ ዘይብሱል መሪሕነት ምዃኑ ድማ ኣህጉራውያን ተንተንቲ ይገልጹ። ኤርትራ ኣጸደ ስኒትን ፍቕርን፣ ህዝባ ድማ ኣብ ዝሃለወ ይሃሉ፣ ኣብ ጽላል ሓድነት ብሓደ ህርመትን ቅኒትን ዝግስግስ፣ ብዕዙዝ ተሳትፎ ሃገራዊ ጉዳያቱን ውራያቱን ዘማዕርግ፣ ፍትሓዊ መኸተኡ ሰሚሩ ዘዕውት፣ ጭዋን ንቑሕን ህዝቢ ምዃኑ እዮም ዝምስክሩ። በዚ ምኽንያት ሃገራውን ፍቕርን ስኒትን ኤርትራውያን ንደለይቲ ሰላምን ፍትሕን እምብዛ መሳጥን ቅዱስ ቅንእን ዝፈጥርን'ዩ። ብኣንጻሩ ነቶም ኤርትራዊ መንነት ከይጎልህ እምብረ መጠን ሃሊኾም ዝተሰነኑ ሚሒር ኣርዓድን ኣጨናቕን እዩ። ተጻባኢ ኤርትራ ብዙሕ ግዜ ንሃገራዊ በዓላትን ምትእኽኽባትን ዕላማ ዝገብርሉ ምኽንያት ሚስጥር ዓወት ህዝቢ ኤርትራ ባህሉን ክብርታቱን ምዃኑ ስለ ዝግንዘቡ እዮም። ሓሓሊፍና ከም ንዕዘቦ ምስ ኤርትራውያን ዝዓበየ ወይ ላህጃ ኤርትራውያን ይመልኽ እየ ዝተባህለ ደላዪ ትካቦ ሃሰው እናበልካ ያኢ ናጽነትን ልኣላውነትን ኤርትራ ናብ ፌድረሽን እንተተመለሰ ብምህላን ባንዴራ ቀደም ሓንጊጥካ ንከም ፌስቲቫል ዝኣምሰላ ቅንያትን ባህታን ፍስሃን ናይ ምዝራግ ምህሙን ሃቐነ ድሩኻት ምኹላዕ ኤርትራውያን መንነት ዝፈጠሮ ዘሎ ጅርቁን ዝርጋት መዓንጣ እዩ። የግዳስ ኣብ ዓውደ ኩናት ዝተቐበጸ ዓወት ኣብ ምድሪ ኤሮፓ ብምንግርጋር ምስ ፖሊስ ኤሮፓ ተዳፊርካ ብሓየት ሰራዊት ኤርትራ ዝተኻዕወ ሓሞት ምሕፋስ ኣይከኣልን እዩ። ኩሉ ኮንትነት እዩ። ህዝቢ ኤርትራ ብልቢ ንፉሓን ንሞት ተፈሪዱ እዩ። እንተኾነ ከይህሉ ዝጸዓቱ በብተራ ሲኦል ክወርዱ እናተዓዘበ ተዝካሮም እናጸንበለ ወትሩ ኣብ ጎደና ዓወት ሸነን ምስ በለ እዩ። ናይ ርሑቕ ዛንታ ገዲፍና፣ ኣብ ዝሓለፈ ርብዒ ዘመን ምስ ባህልን ክብርታትን ህዝቢ ኤርትራ ተላጺሙ ዝበርዓነ ተጻብኦታት ጠርቢ የብሉን። ዝዓበየ ካብኡ ውልዶን ትስፉውን ሃገር ብኣጋ ንምቕጻይ ኣብ ሽሕን ትሽዓተ ሚእቲ ትስዓን ሸሞንተን ዝተሃቀነ ቅሉዕ ወራር እዩ። ብስነ-ሞጎት ሓይሊ ምስ ተሓለሎም ከኣ ብዓረር ሓውን ዘይተጸዓደ ህዝቢ ኤርትራ፣ ብድኽነትን ቁጠባዊ ሕሰምን ተሸጊሩ ስዩም ንኽብል፣ ካብ ዓበይቲ ልምዓታዊ ወፍርታት ምዕንቃጽ ጀሚርካ እስካብ ኣብ ወጻእ ሃገር ርሂጹ ዝነብር ዜጋ፣ ዝሕውሎ ገንዘብ ንምሕናቕ፣ ብዝተወደነ መርበብ ፍልሰት ሃገር ሰባ ንምብዳም፣ ዲፕሎማሲያዊ ተነጽሎ ንምስግዳድ፣ ምስሊ ናይዚ ምእንቲ ሰብኣዊ መሰሉ ረዚን መስዋእቲ ዝኸፈለ ሕፉር ህዝቢ ንምስይጣን ዝከኣሎም ጽዒሮም። የግዳስ ተጸብኦታቶም ምስ ናይ ጻዕቑን ርሕቐቱን ኒሕን ንያትን ህዝቢ ኤርትራ ክዓርብ ኣይተኻእሉን። ምኽንያቱ ብዝኾነ ኹን ዓይነት ከርከባ ከይተሃወጽካ ብበሪኽ ንቕሓት ብጽንዓት ኣብ ሓደ ሃገራዊ ዕላማ ሰሚርካ ኣብ ፍኖተ ዓወት ምምራሽ ህዝቢ ኤርትራ ኣብ ነዊሕ ቃልሱ ዝተመከረሉን ዝመለኾን ጉዕዘ ኢዩ። ዘሕብን ታሪክና እምበኣር ነቲ ክቡር ሃገራዊ ጸጋና ማሕዋራዊ ስኒትን ውህደትን ዝያዳ ክነኽስኖን ከም ብሌን ዓይንና ክንሕልዋን ዘዘኻኽረና ኢዩ። ኣብ ቃልሲ ንናጽነት ዝተወልደ ባህዳዊ ንጥፈት ፌስቲቫል ኤርትራ ከኣ መግለጺ ዝቐንእ ሃገራዊ ፍቕርናን ጥምረትናን ኮይኑ ጽባቐ ብዙህነት ዝሰረቱ ባህልናን ስኒትን ዝሕላገቱ ታሪክናን ኣነባብራናን እነጉልሃሉ ገዲምን ሓድሽን ወለዶ ኣብ ሓደ ጥዕናን ምርካብ ታሪክን ክብርታትን እነሰጋግረሉ ብሉፅ ትውፊት ሰረቱ ሃገራዊ ባህሊ እነዕምበሉ ባህሊ ብምዃኑ መኽሰቡ ዓብዪ እዩ። እቲ ዶብ ክደፍር ዝሓስብ ዘሎ ስንኩር መሳወሪ ግን ታሪኩ ባህሉ ክዝክር ብዘይምኽኣሉ እዩ ዝገርም። ኣብ ዓሰርተ ሰለስተ ሚያዝያ ክልተ ሽሕን ክልተን ኮሚሽን ዶብ ኤርትራን ኢትዮጵያን ብመሰረት ስምምዕ ኣልጀርስ ቀያዶን ናይ መወዳእታን ብይን ዝበሃል እዩ ኣብ ዘረባ ተልመዲን ተንታኖ እናሻዕ በጨቕ ዝብል ኣብ ቀረባ ግዜውን ዝደሀ ዝቐንየ ሒቕታ ኣሎ። በዚ ኣጋጣሚ እዚ ግጉይ ኣባህላታት ምእራም ኣገዳሲ ይኸውን። ዶብ ዝበንቀል'ዩ ኲናት ወያነ ብገዚፍ ድጎማን ድርጊትን ግዳማውያን ኣብ ጉንበት ቴስዓን ሸሞንተን ኣብ ልዕሊ ህዝቢ ኤርትራ ብወግዒ ኲናት ምስ ኣወጀ ኣዋጅ ብኣዋጅ ክምልሰሉ ግቡእ'ኳ እንተነበረ ብወገን ኤርትራ ዝተኣወጀ ኲናት ኣይነበረን ኣሸቀልቲ ወያነ ነቲ ዓብዪ ዕላምኦም ለባዊ ምስሓብ ዝብል ስም ኣዕጢቖም ክኽውልዎ ብዙሕ ሓሊኖምን ለዋሃትን ኣጋግዮም ከይሰመረ ባህጎም ግዳ ክውል ኣይነበረን ዕላማ እቲ ኲናት ሓይልታት ምክልኻል ኤርትራ ደምሲስካ ኣስመራ ብምእታው ንህዝቢ ኤርትራ ምምብርካኽ፣ ሃሱሳት ዓሲብካ ወኪል መንግስቲ ብምዃን ከምቲ ኣብ ኢትዮጵያ ዝተገበረ ህዝቢ ኤርትራ ንሕድሕዱ ዝናቖተሉ ትሕቲ ሃገራዊ ከፋፋሊ ፖለቲካ ብምውዳድ ብቑጠባውን ርሚስ ሓንቲ ትርጉም ህላወ ዘይብላ ጥብቂ ኢትዮጵያ ዝኾነት ኤርትራ ክውን ምግባር እዩ ዝነበረ። ጃንዳ ወያነ ከኣ ብጸቢብ ኣእምሮኡ ዋናታት ናይዚ ዓቢ ዕላማ'ዚ ዝሓረይዎ ልኡኽ'ዩ። ነዚ ዕላማ'ዚ ንምዕዋት እቲ ብዶብ ዝተመኽነየ ወራር ናብ ሕጋውን ሰላማውን ፍታሕ ከየምርሓ እንከሎ ብቐጽበት ናይ ምሉእ ዶባት ከም ዝመርሕ እንተገይሩ ብዛዕባ ምእላይ መንግስቲ ኤርትራን መተካእትኡን ዝዝቲ ኣኼባታት ሓለምትን ሃሱሳትን ኣብ ዝተፈላለያ ከተማታት ዓለምን ኢትዮጵያን ተኣንጊዱ። ቁጠባዊ ወተሃደራዊ እገዳታት ኣብ ልዕሊ ኤርትራ ብዘይንሕስያ ተደርዲሩ። ዝተወሃሃደ ዲፕሎማስያውን ዜናውን ዘመተ ስልጠና ተኻይዱ። ኣብ ኤርትራ ፖለቲካዊ ምዕንባብ ንምፍጣር ገዚፍ ምወላ ፈሲሱ። ኩሉ ግን ሀ ባዶ ኮይኑ። ብዘይተወደኣ ጉዳይ፣ ኣብ ጉዳይ ዶብ ኤርትራን ኢትዮጵያን ዘይተወደኣ ነገር ከም ዘሎ ኣምሲሎም ዝዛረቡ በሃማት'ውን ኣይተሳእኑን። ዶብ ኤርትራን ኢትዮጵያን ግን ሓንሳብን ንሓዋሩን ምንቅጥቃጥ ምድሪ'ውን ብዘይቕይሮ መንገዲ ተኸቲሙ'ዩ። ኮሚሽን ዶብ ኤርትራን ኢትዮጵያን ኣብ ሕዳር ክልተ ሽሕን ሸውዓተን ነቲ ልዕሊ ሓደ ሽሕ ኪሎ ሜተር ዝዝርጋሕ ዶብ ብጂኦግራፍያዊ መራኸቢ ነጥቢ ደቂቕ ዝርዝራት ኣነጺሩ ኣብ ኣርባዓን ሓሙሽተን ካርታታት ብምስፋሩ ንኽልቲኤን ሃገራት ከምኡ'ውን ንባይቶ ጸጥታ ሕቡራት ሃገራት ኣረኪቡ። ንህዝባዊ መወከሲ ዝኸውን ቅዳሕ ኣብ ኣሃዱ ካርቶግራፊ ሕቡራት ሃገራት ከም ዝቕመጥ ገይሩ'ዩ ስርሑ ዛዚሙ። ሎሚ ዶብ ኤርትራን ኢትዮጵያን ኣብ ዓለምና እቲ ኣዝዩ ዝነጸረን ብሕጋዊ ሰነዳታቱን ዝርዝራቱን ዝደመቐን ዶብ'ዩ። ካልእ ዛዕባ'ኸ? ካሊእ ዛዕባ ኣብ መንጎ ህዝብታት ኤርትራን ኢትዮጵያን ኮነ፣ ህዝቢ ኤርትራን ህዝቢ ክልል ትግራይን ብዘይካ ጥሕሰት ሕግን ካሊእን ዘዋጥጥ ጉዳይ ወይ ዛዕባ ኣይጸነሐን። በዓል ገዚፍ ጸጋታት ምድርን ባሕርን ደሴታትን ህዝቢ ኤርትራ መትከሉ ፍሉጥ እዩ። ዘይናትና ኣይንደልን ናህና ድማ ኣይንህብን ኣብ ሽሕ ዓመቱ ርስቱ ንበዓል ቤቱ ከም ዝበሃል ድማ ግዜ ናቱ መደምደምታ ሂቡ። ህዝቢ ኢትዮጵያ ከኣ እቲ ብዙሕ መቕዘፍትን ዕንወትን ዘኸተለ ግደማዊ ዛዕባ ዓብዪ ምህሮ ቀሲሙ ኣሎ። መኸተ ዘጉልሖ ወርቅያዊ ሆበርታት ነዚ እከይ ዓለማዊ ውዲት እዚ ዝበርዓነ ክብርታት ህዝቢ ኤርትራ ቃላት ፕረዚደንት ኢሳያስ ብኸምዚ ይገልጻ፣ ብሓይልን ታህዲድን ዘይርዕድን ዘይምብርከኽን ብሸጠፍን ዓለቆን ኣይርዕሞን። ንወሽላኽላኽን ቆልመጽመጽን ክብርታተይ ኣይሸይጥን፣ እንተጸበበ ኣይጭነቕን፣ እንተተረረ'ውን ኣይሰንፍን፣ ሰሪሐ ኣይደክምን፣ ረሃጸይን ደመይን ህይወተይን ኣይበቅቕን፣ እስካብ ዕላማይ ዝጭብጥ ኣይሕለልን። እዚ ክብርታት እዚ ኪንዮ እምነትን መብጽዓን ኣብ ባይታ ብግብሪ ተደጋጊሙ ዝተመስከረ ሕላገት ባህሪ ህዝቢ ኤርትራን ጅግና ሰራዊተይን እዩ። ወናኒ ዘሕብን ክብርታት ወትሩ ዕዉት ህዝቢ! ኢትዮጵያ እትገብሮ ዘላ ኲናት ኣመልኪቱ ኤሜርካ ተሪር መጠንቀቕታ ንወዲ በሻሻ ሂባቶ ትርከብ። እዚ መጠንቀቕታ እዚ ኣብቲ ዝካየድ ዘሎ ኲናት ተሰልፎም ዘላ ትሕቲ ዕድመ ብዝምልከት ካብ ከምዚ ዓይነት ነገራት ክትቁጠብ ካብ ኤሜርካ ሎማዓንቲ ዝወጸ መግለጺ የርድእ። ኤሜርካ እቲ ኣብ ኢትዮጵያ ዝግበር ዘሎ ብኣስገዳድ ናብ ወታደራዊ መዓስከር ምእታው ብትሪ ኾኒናቶ ትርከብ። ሓቃዊ ሓበሬታ እዩ ኣብይ ኣሕመድ ቀልጢፉ እዩ እተን ናይቲ ድሮን እንታይ እዩ ዝብሃል ተሰባብር ኣካላታ ቀልጢፉ ናብ ሚድያ ቅድሚ ምቅራቡ ያው ኣብ ሰራዊት እውን ዓብይ ናይ ሞራል ውድቀት ስለ ዘስዕብ ቀልጢፉ ንክውገድ እዩ ገይሩ እታ ድሮን ግን ወዲቓ እያ ስትራቴጂክ ድሮን እያ ስትራቴጂክ ድሮን ማለት ኣብ ትግራይ ኣብ ቀረባ እዋን መጥቃዕቲ ዝፈፀመት ዓይነት ድሮን ወይ ድማ ብሳይዘን ዓበይቲ ኮይነን ነዊሕ ርሕቐት ክኸዳ ዝኽእላ ዓብዪ ጉድኣትን ከብፅሓ ዝኽእል ዓይነታት ድሮን እዩ እተን ዓበይቲ ድሮናት ማለት እዩ ሶ ካብዘን ድሮናት እዚኣተን ሓንቲ ዝኾነት ድሮን ንስለያ ንሪኮነሰንስ ወይ ድማ ከባቢ ንምፅናዕ ኣብዚ ዝኸደትሉ እዋን ብሰራዊት ኤርትራ ተወቂዓ ወዲቓ ኣላ ወዲቓ እያ እዚ ጭቡጥ ሓበሬታ እዩ ሓቂ እዩ ካብኡ እንታይ ዓይነት ማለት ናይ ምብሽሻቅ ጉዳይ ኣይኮነን እዚ ሲሪየስ ጉዳይ እዩ ናይ ህልውና ጉዳይ እዩ ንህልውናና ኢና ኢና ወፂና
ኣብዚ ሕጂ እዋን መንግስቲ ኤርትራ መደባት ህንፀትን ልምዓትን ኣብ ውሽጢ ሃገር ሓያል ብዝኾነ ጎስጓስ እናካየደ ይርከብ ኣሎ። እዚ ጉዳይ እዚ ተታሒዙ ዓባይ መርከብ ናይ ቱርኪ ናብ ወደብ ባፅዓት እያ ትርከብ ኣላ። እዛ ናይ ፅዕነት ዓባይ መርከብ ናይ ሃገረ ቱርኪ ምስ ህንፀትን ልምዓትን ምዕባለን ዝተተሓሓዘ ኣገዳሲ መሳለጥያ ብምሓዝ እያ ናብ ሃገርና ኤርትራ ኣትያ ትርከብ ዘላ። እዛ ዓባይ ናይ ቱርኪ መርከብ ከኣ ንህንጸትን ልምዓትን ምዕባለን ኣገዳሲ ማሽነሪታትን ጥረ ነገራትን ብምሓዝ እያ ወደብ ባጽዓት እያ ትርከብ ዘላ። ከምቲ ክቡር ፕረዚደንት ኢሳያስ ኣፈወርቂ ኣብ ቃለ መሕተት ዝገለጾ፣ ስክፍታታት ናይ ደገ ኣለና ኢልና ከምቲ ናይ ቀደም ኣብ መኸተ ጥራይ ኣይክነትኩርን ኢና። ውሽጣዊ ዓቕምታትን ጸጋታትና ኣወሃሂድና ነካይዶ መደባት ህንጸትን ልምዓትን ሓያል ብዝኾነ ጎስጓስ ክንቅጽሎ ኢና ኢሉ። ከም ዝነበረ ኣይርሳዕን። ቃል ብተግባርካ ኣብዚ ሕጂ እዋን መንግስቲ ኤርትራ ከምዚ ዓይነት ሚልዮናት ዶላራት ዝወደኣ ማሽነርታት ካሊእ ጥረ ነገራትን ኣብ መደባት ህንጸትን ልምዓትን ሃገር ኣገዳሲ ግድን ተራን ዘለዎ ናብ ውሽጢ ሃገር እናእተወ ይርከብ ኣሎ።